ሰላም ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ መደብና ዜናታት እዚ ዕለት ሒዝናልኩም ቀሪብና ኣለና ፈለማ ኣርእስተ ዜና ክነስምዐኩም ካብ ፖለቲካውን ሰላማውን ቃልሲ ወጻእ ዘሎ ተገዲድና እምበር ብፈቓድና እንኣትዎ ዘይምዃንና ማሕበረሰብ ዓለም ክፈልጥ ይግባእ ሌትናንት ጀነራል ታደሰ ወረደ። ምዕባለታት ጽምዶ ርክብ ህዝቢ ኤርትራን ትግራይን ብወገን ዛላምበሳ፣ እዋናዊ ምንቅስቓስ ምዕራብ ትግራይ፣ ራዕድን ሽበራን ወረርትን። ኣብ መወዳእታ ኣብ ልዕሊ ማእኸለት ኒዩክሌር ኢራን ልዑል ዕንወት ኣብጺሐ ትብል ኣመሪካ። ሕዚ ድማ ናብ ዝርዝሮም ከነስግረኩም። ትማሊ ሰነ 15 መዓልቲ ሰማእታት ምክንያት ብምግባር መልእኽቲ ዘሕለፉ ፕሬዚደንት ትግራይ ሌትናንት ጀነራል ታደሰ ወረደ ሕርያ ህዝቢ ትግራይ ሰላም እዩ ኩናት ተገዲና እምበር ፈቲና እናኣትው ኣይኮነን ኢሎም ናይቲ ቃልሲ ሰማእታት ህያው ዝኾኑ በብዓመቱ ብምዝካር ዘይኮነ ዝተሰውኡ ዕላማ ከፈፅም ህዝቢ ብኩለ መዳይ ተረባሒ እንትኾንን ኢሎም ውዕሊ ፕሪቶርያ ብምሉእ ብፌደራል ብዘይምፍፃሙ ንኣፈላላይ ፖለቲከኛታት ትግራይ መሰረቱ እዩ ድሕሪ ምባል እዚ ድማ ብቐልጡፍ ክትግበር ፀዊዖም። ምዕባለታት ጽምዶ ርክብ ህዝቢ ንትግራይን ኤርትራን ተጠናኺሩ ይቐጽል ኣሎ። ብራማን ብኢሮብን ቅድሚ መዓልታት ዝተገብረ ርክብ ሎሚ እውን ብዛላምበሳ ተጠናኺሩ ውዒሉ ኣሎ። ትማሊ ብወገን ዛላምበሳ ዝነበረ ርክብ ብርክት ዝበለ ህዝቢ ክልቲኡ ህዝቢ ዝተረኸበሉ ነይሩ። ጽምዶ ሰላም ንቕድሚት፣ ጽምዶ ዕንወት ወጊድ! እዋናዊ ምንቅስቓስ ምዕራብ ትግራይ፣ ልዕሊ ዓሰርተ ሓሙሽተ ዓይነታት መሳርሒ ኲናት ናብ ኣርሚ ሰብዓ ተጸሚዶም ኣለዉ ይብሉ ገለ ሓበሬታ ወሃብቲ። ወረርቲ ሓይልታት ኣምሓራ ምስ ህሉው ኩነታት ትግራይን ኤርትራን ተዛሚዱ ዓብዪ ራዕዲ ኣትዩዎም ይርከብ። ካብ ዞባ ምዕራብ ትግራይ ዝረኸብናዮ ሓበሬታ ከም ዘመላኽቶ፣ ወረርቲ ሓይልታት ኣምሓራ ኣብ መንጎ ትግራይን ኤርትራን ስጡም ርክብ ክህሉ ይኽእል'ዩ ብምባል ኣብ ከቢድ ራዕድን ወጥርን ተሸሚሞም ይርከቡ። ብፍሉይ ብገለ ኣንፈታት ጽምዶ ተፈጢሩ ኣሎ ብዝብል ገለ ነጠፍቲ ማሕበራዊ ሚድያ ብዝወዝዕዎ ሓበሬታ ክወግኡና ይኽእሉ እዮም ብምባል ማይ ቋጺሮም ይርከቡ። ነዚ ስዒቡ ድማ ህዝብታት ትግራይን ኤርትራን ስግኣት ፈጢሮምልና እዮም ብምባል ወራሪ ሓይሊ ኣምሓራ ምስ መከላኸሊ ሰራዊት ተሻሪኹ ኣብ ከተማ ሑመራ ከባቢ እንዳማርያም ፍሉይ ቦታ እንዳባቴ ተባሂሉ ኣብ ዝጽዋዕ ቦታ ናብ ኣንፈት ኤርትራ ብዙሓት መዳፍዕ ተኺሎም ይርከቡ። ካብዚ ብተወሳኺ ብኣርሚ ሰብዓ እውን ዓብይ ስግኣት ሓዲርዎም ናብቲ ግፍዒ ዝፍፀመሉ ከተማ ማይ ካድራ መኽየዲ ፍሉይ ቦታ እንዳ ኳጃ ተባሂሉ ዝፍለጥ ልዕሊ ዓሰርተ ሓሙሽተ ዓይነታት መሳርሒ ኲናት ናብ ኣንፈት ኣርሚ ሰብዓ ሓራ መሬት ትግራይ ሸረሪና ተፀሚዱ ከምዘሎ ካብቲ ከባቢ ዝበፀሐና ሓበሬታ የመላኽት። ፍሉይ ቆላሕታን ትኹረትን ክግበረሉ መልእኽትና እዩ። ኣብ ልዕሊ ማእኸላት ኒዩክለር ኢራን ልዑል ዕንወት ኣብፂሐ ትብል ኣመሪካ። ኣብ ልዕሊ ሰለስተ ማእኸላት ኒዩክለር ኢራን ልዑል ዕንወት ኣብፂሐ ኣለኹ ሚኒስትር ምክልኻል ኣመሪካ። ኣውሮፕላናት ኣመሪካ ኣብ ኢራን ኣብ ዝርከባ ሰለስተ ማእኸላይ ኒዩክለር ትማሊ ወጋሕታ መጥቃዕቲ ምፍፃመን ዝፍለጥ እዩ። ኣመሪካ ኣብ ኲናት እስራኤልን ኢራንን ምስታፋ ስዒቡ ኣብ ማእኸላይ ምብራቕ ልዑል ወጥሪ ኣንፀላልዩ ይርከብ። ሚኒስተር ምክልኻል ኣመሪካ ፒተር ሄግሴዝ ኣብ ዝሃብዎ መግለፂ ከም ዝበልዎ፣ ኣመሪካ ኣብ ማእኸላት መበላዕልዒ ኒውክሌር ኢራን መጥቃዕቲ ንምፍፃም ኣድላዪ ምድላዋት እናገበረት ፀኒሓ እያ። ትማሊ ወጋሕታ ቦምብ ዝድርብያ ኣውሮፕላናት ኣመሪካ ኣብ ልዕሊ ማእኸላት ኒውክለር ኢራን ዝፈጸምኦ ዘደንግጽ መጥቃዕቲ እውን ዕዉት ነይሩ ይብሉ። በቲ መጥቃዕቲ ሰለስቲኦም ጣብያታት መፍረዪ ኒውክለር ኢራን ከቢድ ጉድኣት ከምዘተኣጋናገዱ ብምሕባር፣ በዚ ድማ ናይቶም ማእኸላት መርሃ ግብሪ ኒውክለር ምዕናው ተኻኢሉ ኣሎ ኢሎም። ትማሊ ኣመሪካ ኣብ ልዕሊ ኢራን ዝወሰደቶ መጥቃዕቲ ስርሒት ሞደሻ ፍርቂ ለይቲ ወይ ከዓ ኦፕሬሽን ሚድናይት ሃመር ከም ዝኾነ ፔንታጎን ገሊፁ። እቲ መጥቃዕቲ ዝፈፀማ ቢ-ክልተ ዝተብሃላ ቦምብ ዝድርብያ ኣውሮፕላናት ነዚ ዘበን ዝምጥን ወታደራዊ ቴክኒክ ከም ዝተጠቐማ ዝሓበሩ እቶም ሚኒስትር፣ ብኣንፃሩ ብሰራዊት ኢራን ዝኾነ ይኹን ዓፀፋዊ ስጉምቲ ከም ዘየጋጠመን ኣልዒሎም። ኣመሪካ ኣብ ኢራን ስርዓተ መንግስቲ ናይ ምልዋጥ ዕላማ ከም ዘይብላ ብምግላጽ ይኹን እምበር ኢራን ጦር መሳርሒ ኒኩለር ክትዕጠቕ ኣይንፈቅድን ክብሉ ኣጽንኦት ሂቦም። ፕረዚደንት ኢራን ማሱድ ፔዜሽኪያን ብግደኦም፣ ኣመሪካ ኣብ ማእከላይ ኒኩለር ኢራን ዝፈጸመቶ መጥቃዕቲ ሓደገኛን መምርሒ ዲፕሎማሲ ዝጠሓሰን'ዩ ክብሉ ኮኒኖም። ሃገሮም ብኣመሪካ ንዝበጽሓ መጥቃዕቲ ኣድላዪ ግብረ መልሲ ንምውሳድ ኣብ ኣተዳልዎ ከም እትርከብ'ውን ተዛሪቦም። ኢራን ኩሎም ኣማራፅታት ተጠቒማ ልኣላውነታ ንምኽባር ካብ ማንም እዋን ንላዕሊ ብቖራፅነት ክትሰርሕ እያ ኢሎም እቶም ፕረዚዳንት። ብኻሊእ ሰራዊት እስራኤል ትማል ዕለት ኣብ ዝተመርፁ ወታደራዊ ናቕጣታት ኢራን ብሰላሳ ተዋጋእቲ ጄታት እውን ዕዉት መጥቃዕቲ ፈፂሞም ምባሉ ቢቢሲ ፀብፂቡ ኣሎ። ፓርላማ ኢራን ነቲ ዒስራ ሚእታዊ ካብ ዘይተጻረየ ነዳዲ ዓለም ዝሓልፈሉ መጻብብ ህርሙዝ ንምዕጻው ዝቐረበ እማመ እውን ኣጽዲቑ ኣሎ። እቲ ውሳነ እቲ ባይቶ ብናይ መወዳእታ ትእዛዝ መራሒ ኢራን ኣያቶላህ ዓሊ ካሚኒ ተግባራዊ ከም ዝኸውን ይፍለጥ። በዚ መሰረት መራኽብ ንግድን መጓዓዝያን ሚእትን ሰማንያን ዲግሪ ተጠውየን ክምለሳ ይግበር ከም ዘሎ ክፍለጥ ተኻኢሉ ኣሎ። ብተዛማዲ ዜና፣ ኢራን ሕነ ደብዳብ ኣመሪካ ኣብ እስራኤል ክትፈዲ ዘወንጨፈቶም ሚሳይላት ዓሰርተ ሓደ እስራኤላውያን ጉድኣት ከም ዝበጽሖም ጸብጻብ ኣልጀዚራ የረድእ። እምበኣርከስ ክቡራት ተኸታተልቲ መደብና፣ ዜናታት እዚ ዕለት ኣብዚ ከንቢትና፣ ሰሰናዩ ንዓኹም፣ ሰላም ንዓኺ ትግራይ!